ጉባኤ ህዝባዊ ርክባት ትግራይ ኣገብእ ንበል ኣብ ምድሓን ብሄር ንዕሰል ብዝብል ዘዳለዎ ዓብዪ ሰነድ ኣምልኪቱ ኣብ ዘውፅኦ ጋዜጣዊ መግለፂ ብምኽንያት ኣብ ልዕሊ ህዝቢ ትግራይ ዝተኣወጀ ኲናትን ዘጋጠመ ስነልቦናዊ፣ ፖለቲካውን ማሕበረ ቁጠባውን ቕልውላዋት ንምፍታሕን ህዝቢ ካብ ፀገም ዝድሕነሉ ኩሉ ኣካል ብሓባር ዝሳገረሉን ኣገብእ ተበሃሂሉ ብሄር ዘውሕሰሉ መድረኽ ክህሉ ፀዊዖም። ዝረኣን ዝስማዕን ዘሎ ንትግራይ ኣይምጥንን። እታ ኣብ ቅድምኣ ኮይንና ዳኛ ጌርናያ ዘሎና ትግራይ ግን ደቀየ ንኹላኻትኩም እየ ዝደሊ። መሳደድን ተሳደድትን ዝህሉውን ዝጠፍኡን ዘይኮነ ኩላኻትኩም ንበሩለይ እያ ትብል ዘላ ትግራይ። ዝፀንሐ ዶኩመንት ኣልባ ዝጠፍኡና እናሕዘኑና ሀዚ እንደገና ብሰንኪ ፖለቲካ ካብ ትግራይ ዝሃድሙ ክህልዋ የብሎምን። ሰላም ወሳኔ ስለልኾነ ብሄራዊ ዕርቂ ብሄራዊ ምርድዳእ ዝብል ድማ ጭርሖ እዚ ተሓንጊጥና ኩልና ኣብ ደገ ኣብ ውሽጢ ነዚ ጉዳይ እዚ ክነተግብር፣ ሕዚ እውን ተመሊስና ኣብ ትግራይን ትግራይን እነድሕነሉ ኩልና ሓቋፋይ ኣሳታፋይ ዝኾነ ሰነድ ልተዘጋጀወ ኣሎ፣ ኩልና ብኡል ብልምጥን ትግራዋይነት ብልምጥን ተጋሩ ብልምጥን ክነዕውዮን ክነግዝፎን ክነፀብቖን ክነመሓይሾን ንኽእል መድረኽ በሪ ከፊትና ኣለና እሞ ተኻታቲልና ክንሰርሕ ኢና። ንኹሎም ደቃ ሓቒፋ እታ እንምነያ ትግራይ ክትኮተልና እቲ ኣብ እንምነየላ ብራኸ ንክትበፅሕ ምእንታን ኣገብእ ንብል ኣሎና። ጊዜያዊ ምምሕዳር ትግራይ ኩሎም ዓቕምታት ዘተኣኻኽብ፣ ኣብ ሕሉፍ ኽልተ ዓመት ዝተሰርሑ ፅቡቓት ስራሕቲ ዘቕፅልን ፀገማት ዝእርምን ክኸውን ኣለዎ ዝበሉ ኾይኖም፣ ኣብ ኸቢድ ስቓይ ዝርከቡ ተማዛበልቲ ናብ መረቦቶም ክምለሱ ክሰርሕ እውን ፀዊዖም ኣለው። ግዝያዊ ምምሕዳር ድሕሪ ክልተ ዓመት ሓዱሽ ተተኪኡ ኣሎ። እቲ ሓዱሽ ብዘሎ ክቕፅል ከይኾነስ ናይ ህዝቢ ትግራይ ድምፂ፣ ናይ ህዝቢ ትግራይ ልቢ ትርታ ዘዳምፅ፣ ንኹሉ ዝሓፉቕ፣ ንኹሉ ዝጥርንፍ፣ ዝብትን እንተይኾነስ ዝስብስብ፣ ዘውፅእ ዘይኾነስ ዘሳድድ ዘይኾነስ ዝእክብ ዝምልስን ክኸውን ንደሊ ማለት እዩ። ስለዚ ኩልና መሪሕነት፣ ምሁር እየ እንብል ኣካል፣ ህዝቢ ብባዕልና ከም ህዝብን ከም ማሕበረሰብን መሪሕነትና ይኹን ሰራዊት ትግራይና ይኹን ቀዳምነት ኣብ ኬንዳ ዘሎን ኣብ ብራንዳ ዘሎን ኣብ ፍልሰት ዘሎን ኣብ ሽግር ዘሎን ህዝብና ኣብኡ ጥራሕ ኢና ክነተኩር ዝግበእና። ህዝቢ እንተሃልዩ ኢና ንሕና ንህሊ፣ ዓዲ እንተሃልዩና ኢና ንሕና ንህሊ። ህዝብን ዓድን ማእኸልና ጌርና ንስራሕ። ዝተወደበን ዘይተወደበን ናይ ፖለቲካ ምንቅስቓሳት ናይ ሚድያ ፕሮፖጋንዳን ደው ክብሉን ኣብ ህንፀት ትግራይ ክነጥፉን ከምዝግባእ እውን ጉባኤ ህዝባዊ ርክባት ትግራይ ኣብቲ ዘውፅኦ በዓል ሸሞንተ ነጥቢ መግለፂ ቅዋም ገሊፁ እዩ። ድልየት ሰላም ህዝቢ ትግራይ ሕዚ እውን ከም ቀደሙ ኣብ ቦትኡ እንዳሃለወ ኣብ ውሽጢ ይኹን ኣብ ደገ ዝግበሩ ህዝቢ ትግራይ ውክልና ከምዝሃቦም ገይሮም ዝንቀሳቐሱ ግን ድማ ንረብሓ ህዝቢ ትግራይ ኣዕሪቡ ዝሃሲ መንገዲ ዝኸዱ ዝተወደቡን ዘይተወደቡን ናይ ፖለቲካ ምንቅስቓሳት፣ ናይ ሚድያን ፕሮፓጋንዳን ወፍርታት ወዘተ ምእንቲ ዓዶም ኢሎም ስኽነትን ህድኣትን ናብ ስኽነትን ህድኣትን ክመፁ እናተላበና ኣብ ህንፀት እምበር ኣብ ብርሰት ትግራይ ዝርከብ ዘላቒ ረብሓ ስለዘየለ ብሄር ዘፍርሱ ወፍርታትን ተግባራትን ኩሉ ትግራዋይ ክቃለሶም ፃውዒትና ነቕርብ።